ታርጋን ቁጽሪ ተሌፎንን ክሕዝ መዓት እየ። ኣፍቃሪት ኣላትካ ዶ ቶሚ ጨጉርኻ ኣርቴፍሻል ድዩ ዋላስ ናትካ እዩ ሕማም ዶላር ግን ነይርካ ገለ ኣይወጸልካን ሕጂ በዚ ምስ ሙና ከዕልል ዝጸንሕ ምሽ ናብ በዓል ኣድያም ክሰግር ከለኹ ኢለ ይነጥር ናብ በዓል ሙና ክምለስ ከለኹ ከምዚ ኢለ ይምለስ ኔረ ብድሕሪኡ ኣየስተብሃሉላን ንሶም ውን ኣብ ኤዲት ግን ሓዞ ሓዞ ኮይኑ። ዊንታ ኣፍቃሪትካያ ዝብሃል ሓቂ ድዩ ተገዲስካ መልሰለይ ተዘይ ኮይኑ ግን ኢሉ ንዘፈራርሓና ከኣ ቀላል ነገር እንድያ ሕጂ እዚኣ ሻይ ዘር ዝበለታ ብትግርኛ እንታይ ድያ ኢልኒ ሃም ሰልኮ ወዳኢ ተኸእ ኢሉ። ፍሉይ ርክብን ፍሉይ ፍቅርን ኣለና። ፍሉይ ርክብን ፍሉይ ፍቅርን ብጣዕሚ በቃ ካብ መጠን ንላዕሊ። ስምኪ ጸዊዐ መዓስ ሓፊረ ማርያም ኢለ ኣበይ ወዲቐ። ሰሰን ሰሰን ካብ ህዝቢ ናብ ህዝቢ ሰላም ሰላም ተኸታተልቲ ሰሰን ኢንተርቴንመንት ብፍላይ ከዓ ተኸታተልቲ ንኡስ መደብ ጥበብ ሰሲና ንሎም መዓንቲ ከምቲ ልሙድ ሕቶታትኩም ክምልስ ተዳልየ መፅት ዘለኹ ኣነ ቶማስ የማን ኣበራየ ብመጀመርያ ነቲ ትህቡን ርእቶ ብጣዕሚ እየ ዘመስግን ንዝሓተትኩምን ሕቶታት ከዓ ብምልኣት ክምልስ ቃል ይኣቱ ምጩው ወዲ ጸጉርካ ከምዚ ክነውሕ ክንደይ ግዜ ወሲዱልካ? ጸጉረይ ከምዚ ክኸውን ማለት ካብ ዘይቆርጾ ዳርጋ ሽዱሽተ ዓመት ገለ ገይሩ ኣሎ ሽዱሽተ ሸውዓተ ኣብ ከምኡ ናብ ከምኡታት ከይዱ ኣሎ ናብ ሸውዓተ ዓመት ገለ ከይዱ ኣሎ ቅድሚ ሕጂ ግን ብዝተፈላለየ ምክንያት ሓንሳብ ሕብሪ ገይረሉ ነይረ ተቆራሪፁ ካልእ ካልእ ነገራት ከዓ ሓንሳእ ከዓ ይኣርግ እንድዩ ጸጉሪ ብኸምኡውን ናይ ምቁራጽ ነገር ኣጋጢምዎ ነይሩ ሓፈሻዊ ጠቕላላ ካብ ዘይቆርጾ ግን ሸውዓተ ዓመት ገይሩ ኣሎ ክሳብ እዚ ሕጂ እዋን ማለት እዩ ቶሚ ጸጉርኻ ኣርቲፊሻል ድዩ ዋላስ ናትካ እዩ ተገዲስካ ሕተተለይ ወይ ከዓ መልሰለይ ጸጉረይ ናተይ እዩ ወላ ሓንቲ ሕዋስ ነገር የብሉን ህይወት ንዓኻ እንታይ እዩ ኣብ ምንታይ ዝተመርኮሰ ኢኸ ሃይለ ዝግገብረ ብርሃን ህይወት ንዓይ ህይወት እዩ ካልእ ፍሉይ ትርጉም የብሉን ናተይ ህይወት ግን ኣብ ምንታይ ዝተምርኮሰ እዩ ንኣብነት ኣነ ንዝኾነ ይኹን ነገር ብደረጃ እየ ዝሓስብ ኣብ ሃይማኖተይ ኣብ ስድራ ቤተይ ኣብ ናብራይ ኣብ ሃገረይ ገሌለ ነናቱ ደረጃ ክህቦ ክእል እየ ናተይ ህይወት ቀንዲ ምርኮስኡ ግን ኣብ ናተይ ፕሪንስፕል እዩ ኣብ ናተይ ሓሳባት እየ ድምርኮስ ናተይ ህይወት ንኽነብር ናተይ ሓሳብ ከኣ እንተ ኮይንለይ ማለት እዩ እንተ ከም ዝሓሰብክዎ እንተ ኮይንለይ ብፍቓድ ኣምላኽ ምምልላስ ኮይኑ ይስምዓኒ። ሰላም ንዓኻ ይኹን ቶማስ ቀጺለ ናብ ሕቶይ ክኣቱ ናብ ስነ ጥበብ ብኸመይ ኣቲኻ? የሕዋትካ ኣለውኻ ዶ? ጨካን ምዃን ዶ ይሕሸካ ዋላስ ፈቃር? ኣብ ፊልም ከ እንታይ ዓይነት ገጸ ባህሪ ሒዝካ ክትሰርሕ ደስ ይብለካ? እታ ናይ መጀመርያ ሕቶ ናብ ስነጥበብ ብኸመይ ኣቲኻ? ኣብ ከባቢ ቅድሚ ክልተ ዓመት ይኸውን ኣብ ደለልታ ትብል ፊልም መጀመርያ ምስ ሰራሕኩ እየ። እቲ ቀዳማይ መእተዊየይ ናብ ስነጥበብ። ኣሕዋት ኣለውኻ ዶ? እወ ሓሙሽተ ኣሕዋት ኣለውኒ፣ ምዕባየይ ጸሃየ ዝብሃል ሓወይ ኣለኒ፣ ብድሕሪኡ ዊንታ፣ ፌበን፣ ኣሮን፣ ሲራክ ድብሃሉ ኣነ ሻድሻዮም ሓሙሽተ ኣሕዋት ኣለውኒ። ጨካን ምዃን ዶ ይሕሸካ ፈቃር? እዛ ሕቶ ኣብ ፊልም እንተኾይና ተሓዋዋሲ ባህሪ ደኣ ከይከውን እምበር ጨካን ኣፍቃሪ ክኸውን ደስ ይብለኒ ኣብ ህይወት እንድሕር ኮይና ግን ፈቃር ኣብ ፊልም እንታይ ዓይነት ገጸ ባህሪ ሒዝካ ክትሰርሕ ደስ ይብለካ? ኩሉ ግዜ ፈቃር ሒዘ ክሰርሕ ደስ ይብለኒ ከምኡ ኮይነ ክሰርሕ ንኩሉ ግዜ ግን ኣይደልን እየ ካብቲ ደስ ዝብለኒ ንዓይ ግን ፈቃር ኮይነ ክሰርሕ ደስ ይብለኒ። ቶማስ ሓወይ ኣነ ብጣዕሚ እየ ዘድንቀካ ኣብ ደግስ ታሪክ ከም ቢንያም ጽቡቅ ኢካ ተላቢስካዮ ሕማም ዶላር ግን ነይርካ ገለ ኣይወጸልካን ወጺእለይ እዩ ዝመስል ድዕት ካራክተር ናብ ጣዕሳ ገጹ ስለ ዝከይድ ዘሎ ወጺእለይ ዝብል ግምት ኣለኒ ኣነ ካልእቲ ሕቶይ ከኣ ቶመይ ተገዲስካ እዚኣ ክትምልሳ ተስፋ ይገብር ሓንቲ ኤርትራዊት ጓል ናይ ብሓቂ ኣፍቂራትካ ብዘይ ብኣኻ ከኣ ክነብር ኣይክእልን እየ እንተ ትብለካስ እንታይ ምገበርካ? እዛ ሕቶ ቁሩብ ክብድ ኢላ እንድያ ግን መጀመርያ ነታ ጓል ኣነ ሲንግል ነይረ ተዝኸውን ንዓኣ ምረኣኽዋ ብድሕሪኡ ምሳይ ክትገጥም ትኽእል እያ ወይ ከኣ ምሳይ ክትነብር ትኽእል እያ ኢለ እንተገሚተ ምስኣ ምነበርኩ ስለ ዝበለትኒ ዘይኮነስ ስለ ዝተቐበልክዋ እንድሕር ከምኡ ክኸውን ዘይክእል ኮይኑ ግን ብዘይ ብኣይ ክትነብር ከም ትኽእል የእሚነ ወይ መሓዛኣ ምኾንኩ ወይ ከኣ ኣብ ጎና ምኾንኩ ዝብል እምነት ኣለኒ። ቀጺላ ትመጽእ ሕቶ፣ ቶሚ ብቐዳምነት ኣብ ሂወትካ ዓወትን ኣሳልጦን ጥዕናን ይምነየልካ፣ ብምቕጻል ኣብ ስደት ዝኸሰብካዮ በንጻር ድማ ዝኸሰርካዮ ነገር ኣሎ ዶ? ሕቶይ ክትምልሰለይ ተስፋ ይገብር በራኺ። Thank you በራኺ ሓወይ ናብ መልሰይ ክኣቱ ኣብ ስደት ዝኸሰብክዎ ብዙሕ ነገር ኣሎ በንጻሩ ከኣ ዝኸሰርክዎ ብዙሕ ነገራት ኣሎ በቲ ዝኸሰርክዎ ክጅምር ብዓቢኡ ኣብቲ ዘይደልዮ፣ ዘይብህጎ፣ ዋላ ክነብሮ ዘይደሊ ዓይነት ህይወት ብምህላወይ ኣነ ንዓይ እቲ ዝዓበየ ክሳራ እዩ። ምኽንያቱ ኣነ ክነብሮ ዝደሊ ዓይነት ህይወት ምስ ፋሚልየይ፣ ምስ ስድራቤተይ፣ መታዕቢተይ፣ ደገዛውተይ ኣብቲ ዝለመድክዎ ቦታ ጥራይ ክነብር እየ ዝደሊ። እሱ እቲ ናብራ እቲ ይነብሮ ምህላወይ እታ ዝዓበየት ክሳራ ኢለ ይሓስብ። ዝኸሰብክዎ ነገር ግን ናይ ስራሕ ዕድላት፣ ነብስኻ ምፍላጥ፣ ነብስኻ ምፍታሽ፣ ካልእ ካልእ ዋላ ወጺኻ ካብ ገዛኻ ዘሎ ሂወት ምፍታን እዚ እዚ ነገራት ግን ከሲበ ይብል ኣነ። ቶሚ ሕጋዊ ሕቶ፣ ደጋፊ መን ኢኻ ኣብ ኩዕሶ እግሪ? ሓቂ ዘረባ ሕጂ ኩዕሶ ይርእን እየ። ኣብ ኣስመራ ከለኹ ግን ዋላ ኩሉ ግዜ ኩዕሶ ኣይርእ ደኣ እምበር ደጋፊ ናይ ኣርሰናል እየ ነይረ ቀደም ግን ይርኢ ነይረ እየ ሓቂ ዘረባ መጀመርታ ሰላምን ጥዕናን ይምነየልካ ቶሚ መጀመርታ ዝተዋሳእካላ ፊልም እንታይ ነይራ ክብደቱኸ ማዕረ ክንደይ ነይሩ ይዕለና መጀመርታ ዝተዋሳእክዋ ፊልም ደለልታ እያ ትብል ነይራ ክብደቱ ከዓ ሓቂ ዘረባ ብዙሕ ነገር ተሓጊዘ እየ ብኣ ኣነ ንንውሕ ዝበለ እዋን ውን ትሬኒን ስለ ዝገበርና ዳርጋ ቅድሚ ናብ ስእሊ ምእታውናስ ኦሬዲ ዳርጋ ምስቲ ኩሉ ነገራት ተለማሚደ እየ ጸኒሐ። ቁሩብ ቀዳመይቲ መዓልቲ ስእሊ ዝጀመርናላ ዘጋጠመትና ከባድ ጉዳይ ኔራ ሜይቢ በዓል ኤፊ ሃኒ ዝክርዋ ኮን እዬም። ኣብ ስእሊ ኣቲና ንምንታይ እቲ ካሜራ ማን ከምዓይነት ውሳነ ወሲኑ ኣይፈልጥን እየ። ኣነ ንመጀመርያ ግዜ ኣብ ካሜራ ድቀርብ ደለኩ ከም ተዋሳኣይ ደሓር በዚ ጎነይ ሙና መሓመድ ቡን ተፍልሕ ነይራ በዚ ከኣ ኤፍሬም ኣፍሮ ምስ ኣድያም ስብሃቱ ከኣ ኮፍ ኢሎም የዕልሉ ኣለዉ ኣነ ኣብ ማእከል ኮፍ ኢለ ኣለኩ እንታይ ከም ዝኮነት ካሜራ ማን ብኣይ ክሎዝ ኣፕ ጀሚሩ ሕጂ ናባይ ምስ ቀረበ ኣነ ክሽርሸር ኣይደለኩን ጸገም የለን ገለ ገለ የለን ነብሰይ እሚነ ተዳልየ ኮፍ ኢለ ሕጂ ሓንቲ ዘረባ ትደጋገም ነይራ ዋላ ኣቀዲምና ዋይድ ጀነራል ዳተሳኣልና ከለና ካሜራ ኣይትጠምት፣ ካሜራ ኣይትጠምት፣ ኣታ እስኻ ካሜራ ትርኢ ኣለኻ ዝብሉ ዘረባታት ይደጋገሙ ስለ ዝነበሩ ንሳ ሒዘያ ካሜራ ከይጥምት ብጣዕሚ እየ እጥንቀቕ ነይረ። ብድሕሪኡ ሽዕኡ ኣብ ናተይ ክሎዝ ኣፕ ብኣይ ጀሚሩ፣ ብኻልእ ተዝጅምርስ ንእሽተይ ኣነ ብዙሕ ነገራት ካብ እቶም ኣብ ጥቓይ ዘለዉ ሰባት እንዳተምሃርኩ ይኸይድ ስለ ዝነበርኩ ቁሩብ ምተምሃርኩ። ብኣይ ብምጅማሩ ግን ንእሽተይ ከቢዳትኒ፣ ካሜራ ኣይትርእ ስለ ዝነበረ እታ ካሜራ ፊት ንፊት ከምዛ ዘላታ ሕጂ በዚ እላ፣ ሕጂ በዚ ምስ ሙና ከዕልል ዝጸንሕ ምሽ ናብ በዓል ኣድያም ክሰግር ከለኹ ኢለ ይነጥር፣ ናብ በዓል ሙና ክምለስ ከለኹ፣ ከምዚ ኢለ ይምለስ ነይረ ብድሕሪኡ ኣየስተብሃሉላን ንሶምውን ኣብ ኤዲት ግን ሓዞ ሓዞ ኮይኑ እንተስ ብገለ መለ ገለ ጠባቢሮም መቸም መሊሶምኒ እዚኣ ከባድ ነገር ኣጋጢማትኒ ካብ ኣነ ድዝክሮ ማለት እዩ እንቋዕ ደሓን መጻኹም ደንጒኹምና ከማን ቶሚ ቀዳማይ ዝግብኦ ቴንኪዩ ብጣዕሚ እየ ዘመስግነካ ቶሚ ስነ ጥበብ ኣበይ ጀሚርካዮ ስደት ካብ ትወፅእ ክንደይ ጌርካ ዊንታ ኣፍቃሪትካያ ዝብል ሓቂ ድዩ ተገዲስካ መልሰለይ እንተዘይ ኮይኑ ግን ምስ ምፍርራሓ እያ ስነ ጥበብ ኣብ ኣዲስ ኣበባ እያ ጀሚርያ ቀላል መልሲ እያ ስደት ካብ ትወፅእ ክንደይ ጌርካ ስደት ካብ ድወፅእ ሕጂ ዳርጋ ክልተ ዓመትን ሰለስተ ወርሕን ከባቢ ገይረ ኣለኹ ካብ ኤርትራ ካብ ድወፅእ ማለት እዩ ዊንታ ኣፍቃሪትካያ ዝበሃል ሓቂ ድዩ ተገዲስካ መልሰለይ ተዘይኮይኑ ግን ኢሉ ንዘፈራርሓና ከዓ መሳርሕተይን መሓዛይን ደኣ እምበር ኣፍቃሪተይ ኣይኮነትን። ካብቶም ኣዝዬም ዝፈትዎም ኬፍ ዝህቡኒ ተዋሳእቲ ኢኻ ብሓቂ ቶሚየ thank you ትፈትዋ ናይ ጓል ስም መን እያ ሄርሜላ ኣብርሃ እየ ኢላትኒ ኣላ ዝፈትዋ ናይ ጓል ስም ሲፎራ እንታይ ምዃና ኣይፈልጥን እየ ካብ ብንእሽተይ ግን ሲፎራ ትብል ሽም ብጣዕሚ እያ ደስ ትብለኒ ናይ ኣዋልድ። ሲቪል ጀነራል ዌልካም ኢልና ኣሎ እንቋዕ ዳሓን ጸናሕኻ ዝዓርከይ መዓረይ ቴንኪው ቴንኪው። ፈለማ እንቋዕ ብደሓን መጻኻ ካብቶም ዘድንቖም ስነ ጥበባውያን ኢኻ። ቀጺለ ኣብ ሕቶይ ክኣቱ ቶማስ ኣብ ሓቀኛ ሂወቱ ተመሳሳሊ ናይቲ ዝወሃቦ ካራክተር እዩ ዝብል ጽንጽንታይ ሰሚዐ እሞ ብዛዕባ እዚ ገለ ክትብለና ንእግረ መንገድኻ ከኣ ገለ ካብ ድሕረ ባይታኻ ወስ ከተብለልና and finally I hope ኣብ ዝለዓለ ደረጃ በጺሕካ ክርእየካ ሃብቶም ኣንጎሶም Thank you ሃብቴጋ ሓወይ። እዛ ዝበልካያ ኣበየናይ ካራክተር ምዃኑ እንድዒ ግን ንዓይ ትደጋገመኒ ስለ ዝኾነት ሜይቢ እዚ ኣብ ደግስ ታሪኽ ዘሎ ካራክተር ክኸውን ኣለዎ ኡይ ከቢድ እዩ ምስ ሂወተይ ወላ ሓንቲ ዘመሳስል ነገር የብሉን እንድዒ ከምኡ ዓይነት ሰብ ከማን ኣሎ ድዩ ኢልካ ክትሓስብሲ ንእሽተይ ኣጸጋሚት እያ ግን ሓቂ ዘረባ ምስ ሂወተይ ወላ ሓንቲ ዘመሳስል ነገር የብሉን ምናልባት ኣወዐዐይ ከይከውን ወይ ከምዚ እቲ ኣዘራርብኡ ወይ ከኣ ከምዚ እቲ ዝጻረፎም ነገራት ገለ ገለ ከይከውን እምበር ኣብ ትዕቢት ኣብ ገለ ገለ መጺኻ ግን ምሳይ ዋላ ሓንቲ ዘመሳስል ነገር የብሉን። ወድ ደምሳስ ዓርከይ ሓንቲ ሕቶ ኣላትኒ ንሳ ከኣ ንኻልኣይ ግዜ ተትፍጠርሲ ኣበይ ዓዲ ምመረጽካ? ካልኣይ ግዜ ተዝፍጠር ኣነ ኣብ ኤርትራ ክኸውን ምመረጽኩ ምኽንያቱ እታ ዝፈልጣ ዓዲ ንሳ እያ። ካብ ዘይትፈልጦ ዓድስ ኣብዚ ተዝፍጠር ነይረ ትብሎሲ ኣነ ብታ ዝተፈጠርኳ ጥዑም ሂወት ኣሕሊፈ ስለ ዝዓበኹ ወይ ደስ ዝብለኒ ድሕረ ባይታ ስለ ዘለና ጥዑም ተዘክሮ ስለ ዘለና ኣነ ኣብ ኤርትራስ ዴፍኒትሊ በቃ ኣብ ኤርትራ ክፍጠር ምመረጽኩ።
ሰላም ተቐማጦ ኖርወይ! መቸም ክሳብ ሕጂ ማይኮል ግሎባል ኣይፈለጥክዎን ዝብል ሰብ ክህሉ ኣይጽበን እየ። ኣይፈለጥክዎን ዝብል እንተሎ ከኣ ኣብዛ ጥብቆ ብምጥዋቕ ተኻፈልቲ ናይዚ ዕድል እዚ ንኽትኮኑ የተሓሳስብ። ሕጂ እውን ከም ዝሓለፈ ሓድሽ ብስራት ሒዘልኩም መጺኡ ኣለኹ። ማይኮል ግሎባል ናይ ሓምሳ ሚእታዊት ምጉዳል ዋጋ ብምግባር ዓማዊሉ ንምሕጓስ ተዳልዩ ኣሎ። ናጻ ደወል ኣብ ኖርወይ ሞባይል ዳታ ምስ ትደልዩን ምስ ዘይትደልዩን። ብሚትን ሓምሳን ክሮነር ነፃ ደቃይቕ ንኤርትራን ካልእን ኣዳልዩልኩም ኣሎ። ስለዚ ኣባላት ማይኮል ግሎባል ንክትኮኑ ኣብዛ ሊንክ እዚኣ ብምጥዋቕ ኣባላት ኩኑ። ንዝያዳ ሓበሬታ ምስ ትሽገሩ ኣብዛ ቴሌፎን እዚኣ ምስ ትድውሉ ኩሉ ነገር ብሩህ እዩ። ማይኮል ግሎባል ናፍቆት ስድራ ይበርቲዕኒ መደወሊ ከቢርኒ ትብል እንድሕር ኣለኻ ማይኮል ግሎባል ተጠቀም ተዘይ ተጠቂምካ ግን ንስድራ ቤትካ ክነግሮም እዩ
ቢና ዓርከይ እንኳዕ ብሰላም መፀኻ ሓንቲ ሕቶ ኣላትን ንሳ ከዓ ተድንቆም ተዋሳኣይ ወይ ከዓ ተድንቃ ተዋሳኢት ክትገልፀልና ብኸመይ ከም ተድንቆም ከዓ ንገረና ወዲ ደምሳስ ያሆ Thanks ኣሌክሳንደርየ ኢልኒ ኣሎ Thanks ኣሌከይ መጀመርያ ዘድንቆም ተዋሳእቲ ክበዝሑ መዓት እዮም ብጣዕሚ እዮም ክበዝሑ መዓት ካብ ኣወዳት ግን ንኣማን ባድሻ ብጣዕሚ እየ ዘድንቆ ንኣማን ባድሻ ዘድንቀሉ ምክንያት ከዓ ልክዕ ከምቲ ኣነ ዝብህጎ ኣብ ኩሉ ዓይነት ካራክተራት ክኣቱ ዝክእል ሰብ ብምኳኑ ኩሉ ዓይነት ካራክተራት ምናልባት ንዓይ ከምኡ ንክኸውን ክበፅሖ ዘለን ደረጃ ብቅድሚት ይፅበየኒ ይህሉ ይኸውን ግን ኣነ በቃ ኣብ ኩሉ ካራክተራት ክኣቱ ዝኽእል ብምዃኑ ንኣማን ባድሻ ብጣዕሚ እየ ዘድንቖ ብቕዓቱ ከኣ ከም ኩላትና ንፈልጦ ኣዝዩ ልዑል ስለ ዝኾነ ካብ ደቂ ኣንስትዮ ግን እዚኣ ተዘይበልኩ ትሕሸኒ ምኽንያቱ ኣዝየን ብዙሓት እየን እተን ዘድንቐን ሰላም ኣምላኽ የብዝሓልካ ቶማ ሓወይ ዕድመን ጥዕናን ይሃብካ ኣብ ስራሕኻ ኣሳልጦ ይምነየልካ ኣሜን ናብ ሕቶይ ክኣቱ ጥበብ ንዓኻ እንታይ እዩ ስነጥበብ መዓስ ጀሚርካ ናይ መጀመርታ ስራሕካ እንታይ ትብል ነይራ እዚኣ ኦሬዲ መሊሰያ እየ ንኣብነት ኣጋጣሚ ዘይሓሰብካዮ ሞባይልካ ተባላሽያ ነይራ ናይ መን ስልኪ ቁፅሪ ምሸምደድካዮ ቶሚ ሓወይ ብጣዕሚ ዝፈትወካን ዘድንቀካን እየ ሓፍትካ ካብ ትግራይ እዛ ሕቶ ከይትሓልፋ ኣይሓልፋን እየ ክምልሳ እየ ጥበብ ንዓይ ዘክብሮ ሞያ እዩ ካልኣይ ደስ ዝብለኒ ስምዒት እዩ ኩሉ ግዜ ክነብሮ ዝደሊ ማለት እዩ ካልእ ከም ካልእ ሰብ ከኣ ኣድናቂ ናይ ጥበብ እየ ማለት እዩ ንኣብነት ዘይ ሓሰብካዮ ሞባይልካ ተትባላሸስ ኣብ ርእሳኻ ናይ መን ቁጽሪ ስልኪ ምሸምደድካዮ ትብል ግን ዋላ ተባላሻ ዋላ ከይተባላሸወት ኣብ ርእሰይ ብውሕዱ ልዕሊ ኣርብዓ ድኾን ቁጽሪ ተሌፎን ኣሎ ናይ ኣስመራ ደሓን ሓጺር ስለ ዝኾነ ዋላ ኣብ ኣዲስ ኣበባ ኣብዚ እንነብሮ ዘለና ግን ዳርጋ መብዛሕትኦም ናይዞም መሳርሕተይ ተሌፎኖምሰ ኣብ ርእሰይ ኣሎ ምንታይ ምዃኑ ይፈለጥንየ ግን ታርጋን ርእስን ክሕዝ መዓት እየ መኪና ዘይብለይ ታርጋ እንታይ እንታ ድሕዝ ኣነ ታርጋን ርእስን ኣይኮነን ታርጋን ቁፅሪ ተሌፎንን ክሕዝ መዓት እየ ከም ተዋሳኣይ መጠን ኣነ ንመንእሰያት እንታይ ዓይነት ትምህርቲ ወይ ኣርኣያ ይኾኖም ኣለኹ ኢልካ ትሓስብ ኦኬ እዛ ሕቶ ብጣዕሚ ፅብቕቲ እያ ምክንያቱ ኣብ ዝተፈላለዩ ኣጋጣሚታት እንታይ መፀኒ እዩ ንዓይ ከም ርእይቶ በቶም ትሕዞም ሕማቕ ባህርያት ዘለዎም ካራክተራት ሲ ንሰብሰ ሕማቕ ኣርኣያ ትኸውን ኣለኻ። ሰብ ካብ ጽቡቕ ጥራይ ኣይኮነን ዝመሃር ብናተይ ኣረኣእያ። ከማን ብዝበለጸ ሰብ ካብ ሕማቕ እዩ ዝመሃር። እቲ ሕማቕ ዝገብሮ ዘሎ ነገራትሲ ንዓኻ ዓቢ ትምህርቲ ክኾነካ ይኽእል እዩ። ከምኡ ምግባር ኣብ ምንታይ ዓይነት ውድቀት ከም ዘብጽሓካ ከርእየካ ይኽእል እዩ። So ካብቶም ዝሓዝክዎም ካራክተራት ካብቲ ኣፍቃርን ተፈቃርን ምዃንሲ ብዝበለጸ እቲ ሕማቕ ባህርያት ዘለዎ ካራክተርስ መሃሪ እዩ ኢለ ይገልጾ ኣነ። ስለዚ ካብቲ ሕማቕ ባህርያትሲ ከጋጥም ዝኽእል ነገራት ይመሃሩ ዝብል ግምት ኣለኒ። እንቋዕ ብደሓን መጻኻ ክቡር ስነ ጥበባዊ ቶማስ የማነ። እንቋዕ ደሓን ጸናሕኻ የቐንየለይ። ስነ ጥበባዊ ምዃንካ ሕጉስ ዲኻ? ካብ መጠን ንላዕሊ ሕጉስ እየ። ብጣዕሚ። ሳልሰይቲ ዝጀመርካዮ ስራሕ እንተዘይሰለጠካ ትስፉው ዲኻ ዋላስ ስራሕ ዋላስ ተስፋ ኢኻ ትቖርጽ? ዝጀም ዝጀመርክዎ ስራሕ እንተዘይሰሊጥኒ ቀዳመይቲ ዝሓስባ ነገር ኣብ ርእሰይ ቅድሚ ምጭናቕ ቅድሚ ዝኾነ ነገር ምግባር ፍታሕ ፍታሕ ክገብር ከለኹ ከኣ ኣብ ተስፋ ምቑራጽ ኣብ ምትስፋው ገለመለ ከይበጻሕኩ ከለኹ ዝኾነ ነገር ዝሰልጠኒ ምዃኑ ስለዝኣምን ናብኣ እየ ድጎይይ ተስፋ ኣይቆርጸላን እየ ብጣዕሚ እየ ህልኸኛ ኦኬ ካብ ስነ ጥበብ ወጻኢ ካልእ ሞያ ኣለካ ድዩ እንተለካ ከ ከም ጥበብ ጌርካ ተፍቅሮ ዶ ሞያ እዩ ኢለ ዝኣመንኩሉ ስለ ዘይብለይ የብለይን ምባል ትሕሸኒ ዋው ቶም ሽኮር እንቋዕ ደሓን መጸኻ ናብ ሕቶይ ክኣቱ ስነ ጥበብ መዓስ ጀሚርካ ተዋሳኢ ክትከውን ከ ትሓስብ ኔርካ ዶ ክሳብ ሕጂ ብዕርክነት ክንደይ ኣዋልድ በጺሕካ ባዕ ንደቂ ኣንስትዮ ልክዕ ከምቲ ኣብ ፊልም ትገብረን ዲኻ ኣዴኻ ካብ ኩሎም የሕዋትካ ንዓኻ እያ ትፈቱ ይበሃል ሓቂ ድዩ መልሲ ክጽበየካ እየ ብሃንቀውታ ኣብታ መጀመርያ እኳ ተንኪፋትኒ እንድያ ድሓር ድኣ ክሒስካኒ እምበር ብዕርክነት ክንደይ ኣዋልድ ከም ዝበጻሕኩ ብልክዕ ኣይዝክሮን እየ ግን ከምቲ ኣብ ፊልም ዝገብረን ነተን ኣዋልድ ግን ኣይኮንኩን ማለት እንደ ብጣዕሚ ግን ጓል ዘኽብር ብዛዕባ እዛ ኣዴኻ ካብ ኩሎም ኣሕዋትካ ንዓኻ እያ ትፈቱ ይበሃል ሓቂ ድዩ ግን ዓንተው ዝሓቶም ቢብያ ነይረ ብድሕሪኡ ነደይ እውን ደዊለላ ነይረ ሓቲተያ ዝሓቶ የማነይቲ ዓይነይ እንዲኻ እወ ንዓኻ እያ ዝፈቱ ኢላትኒ ምስቶም ሓሙሽተ ኣሕዋተይ ደኣ ከይተባእስዋ እምበር እዚኣ መልሲ ግን ሂባትኒ ያ ንዓያ ትፈቱ ዝብል እምነት ከ ኣለኒ ኣነን ኣደይን ፍሉይ ርክብን ፍሉይ ፍቅርን ኣለና ፍሉይ ርክብን ፍሉይ ፍቅርን ብጣዕሚ በቃ ካብ መጠን ንላዕሊ ኣቐዲመ ሰላምን ጥዕናን ይምነየልካ ሓደ ካብ ዘድንቖም ኢኻ ሕቶ ሓራቕ ኢኻ ትመስል ማለት ቀልጢፍካ ትረስን ከምኡ ዲኻ ዋላስ ኣብ ፊልም ጥራይ ኢኻ ጠቕላላ ከምኡ ይኮንኩን ኣብ ፊልም ጥራይ ሓራቕ ኣይኮንኩን ንኽሓርቕ ግዜ እዩ ዝወስደለይ ግን ኣሎ ሓንሳብ ሓንሳብ ከምዚ ኣብ ዝኣመንኩሉ ወይ ከኣ ኣብ ዝተጸበኽዎ ነገር ዝኾነ ነገር ከጋጥመኒ ከሎ ግን ንኽሓርቕ ማይክሮ ሰከንድ ኣይትወስደልይን እያ። ሓደ ስነ ጥበባዊ ክበሃል እንታይ ዘማልእ እዩ? ኣብ ግዜ ስነ ጥበባዊ ኣብዚ ግዜ ስነ ጥበባዊ እየ ዝብሉ ብዙሓት እዮም። ብኸምኡ እየ ዝሓትቶ ኣምጺኤያ። ሓደ ስነ ጥበባዊ እየ ዝብል ከማልኦም ዘለዎም ነገራት ፍልጠት ብዛዕባ እቲ ዝሰርሖ ዘሎ ነገራትን ዲሲፕሊን ክብሪ ናይቲ ዘቕርቦ ዘላ ስራሕን ናብ ዘቕርቦ ዘሎ ኦዲንስን እዚኦም ተለዎም ንዓይ እኹል ኮይኑ ይስማዕኒ ምክንያቱ ዲሲፕሊን እንድሕር ኣለካ ኮይኑ ፍልጠት እንድሕር ኣለካ ኮይኑ ሓደ ስራሕ ከተድምዕ ኢኻ ነቶም ተቕርቦም ዘለኻ ስራሓት ክብሪ እንድሕር ኣለካ ኮይኑ ካብ ገንዘብ ወፃእ ማለት እዩ ንዖም ክብሪ እንድሕር ኣለካ ኮይኑ ከዓ ነቲ ሰብ ተቕርበሉ ነገራት ብልክዕ ትፈልጥ ኢኻ ነቶም ተቕርበሎም ዘለኻ ሰባት ከዓ እቲ ዝግብኦም ክብሪ ትህቦም እንተ ኮንካ ከዓ ኣርቲስት ወይ ከኣ ስነጥበባዊ ኢኻ ይብል ኣነ።